ሄራን ኣብ ከቢድ መዋጥር ኣትያኒኣ ማለት እዩ ሓወቦ ኣቢነር ድማ ያው ኣብ ውሽጢ ዓዲ ኣትዩ ማለት እዩ ሰላም ሰላም ከመይ ቀኒኹም ኣነ ሰላም እየ እግዚኣብሔር ይመስገን ለማዓንቲ ድማ ብሓዳሽ ቪድዮ መፀኒኦ ሽኮሪናታት ሓደሽ ለኹንኩም ሰብስክራይብ ምጋር ኣይተረሲዕኹም ሰብስክራይብ ግበርኩም ድማ ላይክ ምጋር ኣይተረሲዕኹም ክብለኩም ይደሊ ማለት እዩ ለማዓንቲ ድማ ሓዱሽ ነገር ሒዘልኩም መፅኤ እኒኦኹ ሰልማ ሓሳብ ከቢድ ዝኾነ ነገር ተፈጢሩ እኒኦ ማለት እዩ እሱ ድማ ሓወብኡ ናብ ውሽጢ ዓዲ መፅኦም እኒኡ ሂራን ድማ ያው ከምዚ ትሪእዋ ኣለኹም ብጣዕሚ ኣብ ከቢድ ዝኾነ ሓዘን ከቢድ ዝኾነ ጭንቀት እያ እኒኣ ብኣፍቃሪኣ እና ብሰብኣያ ብኣቦኣ ማለት እዩ እና ሓፍታ ድማ ያው ምስ ኣቦኣ እያ ወጊና እኒኣቶ ምክንያቱ ኣቦኣ ትክክለኛ ከምዝኾነን ቅኑዕ ከምዝኾነን ብዛዕባ እሱ ትናገር ዘላ ነገራት ኩሉ ሓሸት ከም ዝኾነ እኳ ደኣሲ ሕማቅ ጠብቅ ምስ ኣቦኣ ጠጠው ክትብል ከም ዘለዋ እያ ትነግራ ዘላ ሓፍታ ማለት እዩ። ንሳ ድማ ኣይ ምስ ኣቢነር ኣይ ምስ ኣቦኣ ድማ ላንጋ ላንጋ እኒኣ ማለት እዩ። ሓደ ሓደ ግዜ ከም ዘጋጢሙኩም ይፈልጥ ዶ ዝኾነ ነገር ኣቦኻለይ ብድል ዝኾነ ነገር ሰብኣይካለይ ብድልና ሕጂ ንስኻ ካብ ክልቲኡ ነፃ ክትወፅእ ኣይትኽእልን ኢኻ ምስ ክልቲኦም ዶ ክትውግን ኣይትኽእልን ኢኻ ብጣዕሚ ከቢድ እዩ ማለት እዩ እና ሎማዓንቲ ድማ ኣቦኣን ሄራን ሓዱሽ ነገር ናይ ባዕሎም ኣምፅኦም እኒኦ እሱ ድማ እንታይ እዩ ንሕዳ ኢልኩም ኮይንኩም ቅድሚ ሕጂ ቅድሚ እዚኣተን ምውላድን ማለት እዩ ወሊዶም ከም ዝነበሩ እቲ ዝወለድዎ ውላድ ድማ ካብ ኣቦኡ ንኣብነር ከም ዝቐተሎ ወይ ድማ ካብቶም ዓሌት ንሱ ወይ ሓው ከም ዝቐተሎ ከም ዝሕመ ሓድሽ ሓበሬታ ሰሚዖም እኒኦም ማለት እዩ ስለዚ ጓሎም ሎማዓንቲ ምስ ሄራን ምስ ኣዕሊለን እየን ብጣዕሚ ሰፊሕ ዝኾነ ዕለል ኣዕሊለን እሱ ድማ ያው ኣቦኣ ካብ ውሽጢ ሃገር ክወፅእ ከም ዘኒኦ ንደገ ክኸር ከም ዘኒኦ እያ ነጊራታ ተመኻኺረን ብድሕሪ እዚ ድማ ብድሕሪ እዚ ድማ ምስ ኣቦኣ ኮይና ተረዳዲኦም ማለት እዩ። እሱ ድማ ካብ ዓዲ ክወፅእ ከም ዘኒኦሆ ካብቲ ደም ክወፅእ ከም ዘኒኦ ዝፀነሐ ደም ክድቅስ ከም ዘኒኦ ንባዕሉ ንጥዕንኡ ናብ ፖሊስ ጣብያ ንኸይኣቱ ንኸይእሰር ንኸይፍረድ ምክንያቱ ህይወት ሰብ ንሕዳ ኣጥፊኡ ኮይኑ ኣቦኣ ከቢድ ሻቆሎ ስለዝኾነ ናይ ኣዲኣ ሞት ከይኣኽላ ለለናይ ኣቦኣ ማእሰርቲ ክኾን ከሎ እሞ ድማ ናይ ኣፍቃሪኣ ናይ ኣፍቃሪ ሓፍታ ዘኔው ኣዝማድ ሰብኣይ ደሚርካ ማለት ኢና ስለዚ እስታት ነገራት ነቦኣ ዓብዪ ስግኣት ኮይንዋ ሓፍታ ንሄራን ማለት እዩ ሓፍታ ንሄራን ማለት ኣብ ደገ እያ ትቕመጥ ናይ ባዕላ ሓዳር ዘለዋ ፅቡቕ ዝኾነ ሓዳር ዘለዋ ኢና ስለዚ ምስ ኣቦኦም ኮይነ ሎማዓንቲ ክመኻኸሩ ውዒሎም እሱ ድማ መፍትሒኡ ክወፅእ ከም ዘኒኦ እያ ነጊራቶም ጓሎም ማለት እዩ እሶም ድማ እንታይ ሓደሽ ሓሳብ ምፅኡ መሲልኩም ኣነ እሱ ዘይኮነ ሓወቡኡ ናብዚ ዓዲ ምምጽኡ ዘይኮነ ንዓይ ዘፍርሓኒ፣ ኣነ ድማ ብግምጣሉ ክጥይቐሉ ዝደሉ መንገዲ እኒኦ ኢልዋ። ጸድማ ታይ ክትጥይቕ ኢኻ ኢላ ምስ ሓተተቶ፣ ኣቦኣ ድማ ንወደይ መን ከም ዝቐተሎን ቀታሊ ወደይ ንሳቶም ከም ዝኾነን ክናገሮም እየ ኢሉ። ያው እሳተን ኣይፈልጣን እየን መን ከም ዝቐተሎ ታይ ኮይኑ ባይዘወይ ኣብዚ ንሄራን ሓንሓደ ሰባት ትፈርድዋ ምስ ኣቦኹ ዘይትውግኒ ስለምንታይ ምናምን ትብልዋ ሰባት ማለት እዩ ሄራን ትፈልጦ ጉዳይ የብላን እያ ሄራን ኣቦኣ እንታይ ይሰርሕ ከመይ ነይሩ እንታይ ነይሩ ኣይትፈልጦን እያ ኣቦኣ ኣንድ ላሊቁ ከም ዘዕበያ ብድሕሪ ድማ ብናይ ኣባልዓ ጻዕሪ ኣብ ዝለዓለ ደረጃ እያ በጺሓ እምበር ስለ ደም ስለ ሕማቅ ነገር ስለ ምምልላስ ደም ምናምን ዝኣመሰሉ ነገራት ፍጹም የብላን እያ ካብኡ ዝጸረየት እያ ማለት እዩ እና ስለዚ ድሓረይ ምስ ኣተወቶ ትጉድጓድ ዝፈለጠቶ ጉድጓድ ምዃኑ እምበር ምንም ትፈልጦ ነገር የብለን ጽርግያ መሲልዋ እያ ትኸይድ ነይራ ማለት እዩ ጋይስና ስለዚ ኣቦኣ ንሄራን ድማ እንታይ ኢልዎ መሲልኩም ኣነ ቀታሊ ብቻ ዘይኮንኩ ንውላደይ ልቐተለለይ ለመን ከም ዝኾነ ክፈልጥ ይደሊ እየ ስለዚ ናይ ውላደይ መልሲ ንምርካብ ድማ ዝኾነ ይኹን ዓይነት መስዋእቲ ክኸፍል እየ ልብል ሓሳቦም ጥኝኡ ማለት እዩና ስለዚ ነንባዕልቱ ብጣዕሚ ዝተሓላለኸ ከቢድ ብዝኾነ ነገራት ምክንያቱ ንሕታ ተኣሲሮም ኮይኖም ኩሎም እዮም ክእሰሩ ማለት እዩ ሓወቦኡ ሓዊስካ ንመሰኻኽር ንምናምን ሓዊስካ ብምሉእ ብዓሌቶም እዮም ክእሰሩ ማለት እዩ። ምክንያቱ እዚ ኣቦኡ ንኣቢነር ቀደም እዮም ሞይቶም፣ ቀደም ሙማቶም ድማ ኣቦኡ ንሄራን ከዓ ቀታሊ ማለት እዩ። ስለዚ እዞም ቆልዑ እዚኣቶም ካብቲ ምንም ዘይነበሮ በቃ ፅሩይ ዝኾነ ነገራት እዮም ተፈጢሮም ብድሓር ብዝተፈጠሩ ነገራት ደምነት እዞም ቆልዑ እዚኦም ንክጎስምዎ ንክቆሕምዎ ድማ ያው ተገዲዶም እኒኦው ማለት እዩ እና ስለዚ ብዝተኻእለና መጠን ኩላትና ማለት እዩ እቲ ደምነት ንክድቅስ ንክዓርፍ ናይ ዓሉ ዝኾነ እጃም መበርክቶ እዩ ክንገብር ዝግበአና እምበር ከምዚ ዓይነት ርሓቐት ንሕተ ተኸይድና ኮይና እቲ ውላድ ብጣዕሚ ልሕሰ ማለት እዩ ኣብ ዘይነበሮ ኣብ ዘይፀንሖ ግዜ ከምዚ ዓይነት ነገራት ክገጥም ከሎ ብጣዕሚ ይኸብድ ብጣዕሚ የሽቀልቅል ማለት እዩ እዚን ከምዚ እናሃሎ ድማ ሓወቦኡ ንኣብነር ኣትዩኒኦ ናብ ውሽጢ ዓዲ ኣትዩ ኣዲኡ ከታይ ተትብሎ ፅቡቕ ኣዲኡ ፍፁም ገዛይ ፀቢቡ እዩ ሓደ ካልኣይ ሰብ ንሱ ክመፀኒ የደልን ኢላ ገዛ ዓፅያ ማለት ለሞ ሓንቲ ለተዓፅዩት ማለት ተዓፅዩና ገዛ ዓፅያ ማራ ከቢድ እዩ ዝኾነ ነገር ተፈጢሩ እኒኦ ማለት እዩ ምክንያቱ ሰበይቲ ሓወቡ እያ እንታይ ልባል ዘማእዲ ልበሃል ጋይስ መፂኡ ከዕርፈሉ ልግብኦ እንደ ሓው ከመይ እዩ እንታይ እኒኦ እንታይ ተፈጢሩ ኢሉ ክጥየቀሉ ኣብ ልግብኦሉ ግዜ ብደገ ደገ ንክኸውን ሓሲቡ እኒኤ ማለት እዩ እና ፅባሕ ንጎ ዋጋ ንከይኸፍል ድማ ብጣዕሚ የስገእና ማለት እዩ ምክንያቱ ናቱ ሓሳብ ከም ሓሳብ እዩ እምበር ብዛዕባ እሱ ማት ሕማቕ ነገር ክንናገር ኣይንኽእልን ኢና ምክንያቱ ንፅቡቅ ለመፂኡ ክኸውን ይኽእል ንዕርቂ ለመፂኡ ክኸውን ይኽእል ወይ ዝፈልጦ ሓቂ ክህልዎ ይኽእል ግን ምናልባት ምስቲ ዘለካ ኣንፃር ምስቲ ዝሐመካ ውሽጥኻ ገለ መልታት ከምኡ ዓይነት ነገራት ንክትናገር ንክትቀርብ ድማ ኣበርክቶ ይህልዎ እዩ ማለት እዩ ስለዚ ኣነ ዝደሊ እንታይ መሲሉኩም ሓውብኡ ንኣቢነር ብዛዕባ ካሊእ ስራሕቲ ሰሪሑ ንክኸይድ ሄራን ድማ ምስ ኣቢነር ዘለዋ ቅፅል ሓቢሮም ቀፂሎም ሰለማዊ ዝኾነ ሂወት ንክነብሩ ያው ሰናይ ትምኒቶ እዩ ማለት እዩ። ምክንያቱ ከቢድ እዩ ከቢድ እዩ መስዋእቲ ምኽፋል ለለ ኮይኑ ግን ወለድኻ ከይፈተውዎ ወለድኻ ከየፍቀርዎ ተኸደሩ ሓቃት እንድሕር ኮይኑ ብጣዕሚ እዩ ፅቡቅ ለይኮነ ግን ግን እንድሕር ደኣ እዚ ነገራት እዚ ከስተኻኽልዎ እንድሕር ደልዮም ድማ ያው ከስተኻኽልዎ ይኽእሉ እዮም ማለት እዩ እንዲያም በዓልቶም ተፋትዮም ከሎ ብመውስቦ ገይሮም ከዕርፍዎ ዝኽእሉ ጉዳይ እዩ ማለት እዩ እና ኣዲኡ ንኣብነር ብጣዕሚ እያ ተፀሊላ ማለት እዩ ናብቲ ገዛ ክመፅእ ከምዘይብሉ ብዛዕባ ሕሉፍ ደማት ክፀባፀብ ከምዘይብሉ ምክንያቱ ብዝተፃባፀብካ ቁፅሪ ልኸይድ ጉድ ልኸይድ ነገራት ልኸይድ ሕማቕ ስማዕ ልኸይድ ዓዲ ብዓዱ ወረሲ ፅቡቅ መሲሉ ይስምዐኒ እና ያው ዘለኻዮ ባዕልኻ ደኣ ኮንኪ ትፈልጣ ሄራን ደለት ዘለታ ባዕላ እያ ትፈልጣ ማለት እዩ እና ሄራን ኢላ ኣጆኺ ኩሉ ነገር ንሰላም ክኾን እዩ ንሰናይ ክኸውን እዩ ያው ትበኽይ ኣለኺ ድማ ሓደ መዓልቲ ኣይሆብ ስሒቕኪ እዛ ጉዳይ እዚኣ ንክትውዳእ በዚ ኣጋጣሚ ሰናይ ትምኒተይ ክገልጽ ይደሊ ማለት እዩ ሓወቦን ኣቢነርለ ያው ተስማዕሚዑ ዝሐሸ ነገር ኮይኑ ክኸይድ ተስፋ ይገብር ስለዚ ድማኒ ከምስታት ነገራት ደሞ ዓንቲ ተፈጢሩኒ እየ ሓወቦን ኣቢነር መፅኡ ኣቦኣኒ ሄራን ካብ ዓዲ ይወፅኒ ኢሉ ሓፍታ ለገዲፋ ከመይ ገይረ ክኸይድ ኢላ በቃ ኩሎም ነናይ ባዕሎም ዝኾነ ብጣዕሚ ብዙ ኮይኖም እኒኦ ማለት እዩና

ናይ ሄራን ንብዓት ብጣዕሚ ከብዲ በሊዕንና ኣብ ቀፃሊ ክፋል ሄራን እንዳሰሓቀት ብዙሕ ነገር ፅቡቅ ፅቡቅ ነገራት ምኽሪ ሒዛ ትመፅእ ብዙሕ ነገራት ድማ ኣብ ላዕሊ ደረጃ በፂሓ ክንሪኣ ንደሊ ሰባት እየና ካብኣ ድማ ብዙሓት ሰባት ክመሃሩ ይኽእሉ ኢለ ድማ ተስፋ ይገብር ማለት እዩ ናይ ለማዓንቲ ቪድዮ እዚኣ ትመስል ነይራ ተሰናይ ንዓኹም